ሕሰብ እሞ ክትህብትም ቲንክ እንድ ግሮው ሪች ጸሓፊ ናፖልዮን ሂል ትርጉም ሚካኤል ኣዳም ንባብ ማእከለ ሃይለ ምዕራፍ ሽዱሽተ ስእለ ኣእምሮ ኣእምራዊ ስእሊ ወይ ምስሊ ናይ ምፍጣር ክእለት ናይ ኣእምራዊ ቤት ዕዮ ናብ ሃብቲ ዘብጽሕ ሓምሻይ ስጉሚ ስእለ ኣእምሮ ወይ ኢማጂነሽን ኩሎም እቶም ኣብ ኣእምሮ ሰብ ዝፍጠሩ ሓሳባት ቅርጺ ዝሕዘሉ ቤት ዕዮ እዩ። ክቱር ድሌት፣ ቅርጺ ዝሕዝን ናብ ግብሪ ክትርጎምን ዝበቅዕ ብመንገዲ እቲ ንስእሊ ኣእምሮ ዘካውን ፈጠራዊ ክፋል ሓንጎል እዩ። ሰብ ንኹሉ እቲ ኣብ ሓሳቡ ቅርጺ ከትሕዞ ዝኸኣለ ክፈጥሮ ይኽእል እዩ። ወዲ ሰብ ንኣእምሮኣዊ ስእሊ ወይ ምስሊ ናይ ምፍጣር ክእለቱ ተጠቂሙ እዩ ኣብዚ ዝሓለፈ ዘመን ማለት ዓሰርተ ትሽዓተ ክፍለ ዘመን ካብ ዝኾነ እዋን ንላዕሊ ንሓይልታት ተፈጥሮ ክቋፅጠሮምን ኣብ ጥቕሚ ከውዕሎምን ዝኸኣለ ኣዕዋፍ ክወዳደረኦ ብዘይክእላ መንገዲ ኣብ ሰማይ ክበርር ከኣለ ነታ ካብ ምድሪ ሚልዮናት ኪሎ ሜትር ርሒቓ እትርከብ ፀሓይ ክምርምራን ክብደታ ብንጹር ክቕምርን ክኢሉ ጥራይ ዘይኮነ፣ ብመንገዲ ኣእምሮኣዊ ስእሊ ወይ ምስሊ ናይ ምፍጣር ክእለቱ፣ ብምንታይ ዓይነት ብኣታታት ከም ዝቖመት እውን ክርዳእ ክኢሉ እዩ። ንፍጥነት ተሽከርከርቲ ብምምሕያሽ፣ ኣብ ሰዓት ልዕሊ 600 ማይል ዝኣኽላ ርሕቐት፣ ክጓዓዝ ክኢሉ ኣሎ። ድሩትነት ሰብ ኣብ ምምዕባልን ኣጠቓቕማን ኣእምራዊ ስእሊ ወይ ምስሊ ናይ ምፍጣር ክእሎት እዩ ዝምርኮስ። ሰብ ንኣእምሮኣዊ ስእሊ ወይ ምስሊ ናይ ምፍጣር ክእለቱ ገና ምሉእ ብምሉእ ክጥቀመሉ ኣይከኣለን ዘሎ። ኣእምሮኣዊ ስእሊ ወይ ምስሊ ናይ ምፍጣር ክእለት ከም ዘለዎ ደኣ እዩ ተረዲኡ ዘሎ እምበር ብዕምቆት ክምርምሮ ግን ኣይከኣለን። ኣዝዩ መባእታዊ ብዝኾነ ኣገባብ ድማ እዩ ዝጥቀመሉ ዘሎ። ክልተ ዓይነት ኣእምራዊ ስእሊ ወይ ምስሊ ናይ ምፍጣር ክእለት ኣእምራዊ ስእሊ ወይ ምስሊ ናይ ምፍጣር ክእለት ናብ ክልተ ይኽፈሉ። እቲ ሓደ ጽማሬኣዊ ክኸውን ከሎ እቲ ካልኣይ ድማ ፈጠራዊ እዩ። ጽማሬኣዊ ኣእምራዊ ስእሊ ወይ ምስሊ ናይ ምፍጣር ክእለት ሓደ ሰብ ብመንገዲ እዚ ኣእምራዊ ስእሊ ወይ ምስሊ ናይ ምፍጣር ክእለት ቅድሚ ሕጂ ዝፈልጦ ዝነበረ እማረታት ሓሳባትን ውጥናታትን ብሓድሽ መንገዲ ብምውዳብን ብምስራዕን ሓድሽ ውድብ ክፈጥር ይኽእል እዩ። እቲ ዝፍጠር ብርቅን ሓድሽን ኣይኮነን። ቀንዲ ምጪ ናይዚ ኩሉ ስእሊ ኣእምሮ እዚ ተመክሮ ምህሮን ትዕዝብትን እዩ። መሃዝቲ እቶም ቀንዲ ንጽማርኣዊ ኣእምሮኣዊ ስእሊ ወይ ምስሊ ናይ ምፍጣር ክእለት ዝጥቀሙሉ ሰባት እዮም። ብጽማርኣዊ ኣእምሮኣዊ ስእሊ ወይ ምስሊ ናይ ምፍጣር ክእለት ጥራይ ክፈትሑ ዘይክእሉ ጸገማት እውን ኣለዉ። እቶም ብልህታት ዝበሃሉ እምበኣር ኣብ ርእሲ እዚ ጽማርኣዊ ኣእምሮኣዊ ስእሊ ወይ ምስሊ ናይ ምፍጣር ክእለት ነቲ ቀጺልና ንምልከቶ ፈጠራዊ ኣእምሮኣዊ ስእሊ ወይ ምስሊ ናይ ምፍጣር ክእለቶም እዮም ዝጥቀሙ። ፈጠራዊ ኣእምሮኣዊ ስእሊ ወይ ምስሊ ናይ ምፍጣር ክእለት ኣእምሮ ወዲ ሰብ ብመንገዲ እዚ ፈጠራዊ ኣእምራዊ ስእሊ ወይ ምስሊ ናይ ምፍጣር ክእለት ምስቲ ደረት ኣልቦ ንቕሓት ብቐጥታ ክራኸብ ይኽእል እዩ። እቶም ዝፈጠሮም ነገራት ድማ ብመሰረቱ ሓደስቲ እዮም። ሓደ ሰብ ፈጠራዊ ኣእምራዊ ስእሊ ወይ ምስሊ ናይ ምፍጣር ክእለት ተጠቂሙ ንትሕተውኖ ኣእምሮ ሰባት ከቃኒ ወይ ምስኡ ቀጥታዊ ርክብ ክገብር ይኽእል እዩ። እዚ ፈጠራዊ ኣእምሮኣዊ ስእሊ ወይ ምስሊ ናይ ምፍጣር ክእለት ክዓቢ እንተኾይኑ ግን ንቑሕ ኣእምሮ ብሓይልን ክቱርን ስምዒትን ተቐስቂሱ ብኣዝዩ ልዑል ፍጥነት ክሓስብ ክኽእል ኣለዎ። ፈጠራዊ ኣእምሮኣዊ ስእሊ ወይ ምስሊ ናይ ምፍጣር ክእለት መጠን እቲ ንምምዕባል ኣብ ጥቕሚ ዘውዓልካዮ እዩ ንቑሕ ዝኸውን። ዓበይትን ስሙያትን ናይ ንግዲ ኢንዳስትሪን ቁጠባን ሰባት ከምኡውን ስሙያት ስነ ጥበባውያን ሙዚቀኛታት፣ ገጠምትን ጸሓፍትን ንፈጠራዊ ኣእምሮ ስእሊ ወይ ምስሊ ናይ ምፍጣር ክእለቶም ብግቡእ ክጥቀምሉ ብምኽኣሎም እዮም ዕዉታት ክኾኑ በቒዖም። ጭዋዳ ብዕዮዩ ዝጥንክር። ፈጠራዊ ይኹን ጽማርኣዊ ንኣእምሮ ስእሊ ወይ ምስሊ ናይ ምፍጣር ክእለት እውን ኣብ ጥቕሚ ብምውዓል ጥራዮም ክምዕብሉ ዝኽእሉ። ክቱር ድሌት ንጹርነት ዘይብሉ ኣብ ሓጺር ግዜ ዝበንን ሓሳብ ጥራይ እዩ። ናብ ተጨባጢ ነገር ክሳዕ ዘይተለወጠ ድማ ዋጋ የብሉን። ጽማረኣዊ ኣእምሮኣዊ ስእሊ ወይ ምስሊ ናይ ምፍጣር ክእለት፣ እቲ መብዛሕትኡ እዋን ንኽቱር ድላይ ናብ ገንዘብ ንምቕያር ኣብ ዝግበር መስርሕ ብቐዳምነት ዘድሊ እዩ። ፈጠራኣዊ ኣእምሮኣዊ ስእሊ ወይ ምስሊ ናይ ምፍጣር ክእለት ዘድልዮ ኩነታት ክጋጥመካ ከም ዝኽእል ግን ኣይትረስዕ።

ንስእሊ ኣእምሮ ኣብ ግብሪ ብምውዓል ተላማመድ። ኣእምራዊ ስእሊ ወይ ምስሊ ናይ ምፍጣር ክእለትካ እንተዘይተጠቂምካሉ ይደክም እዩ። ኣብ ግብሪ ምስ ተውዕሎ ጥራዩ ክበራበርን ክንቅሕን ዝኽእል። ይለምዝ ደኣ እምበር ፍጹም ኣይመውትን እዩ። ኣብ መስርሕ ምልዋጥ ክቱር ድሌት ናብ ሃብቲ ፈጥራዊ ኣእምራዊ ወይ ምስሊ ናይ ምፍጣር ክእለት እቲ ብቐጻሊ ትጥቀመሉ መሳርሒ እዩ። ብዚ መሰረት ኣብዚ ህሞት እዚ ብዘሎካ ኣተኩሮኻ ነዚ ክእለት እዚ ኣብ ምምዕባል ክኸውን ይግባእ። ዘይጭበጥ ድርኺት ወይ ሓሳብ ናይ ተጨበጥቲ ክውንነት ማለት ሃብቲ ንኽልወጥ ውጥን የድልዮ እዩ። እቲ ውጥን ብሓገዝ ኣእምሮኣዊ ስእሊ ወይ ምስሊ ናይ ምፍጣር ክእለት ብፍላይ ግን ብጽማርኣዊ ኣእምሮኣዊ ስእሊ ወይ ምስሊ ናይ ምፍጣር ክእለት ክሕንጸጽ ክኽእል ኣለዎ። ነዛ መጽሓፍ ኣንቢብካ ወይ ሰሚዕካ ብዝወዳእካ ናብዛ ምዕራፍ ተመሊስካ ንኽቱር ድሌትካ ናብ ገንዘብ ንምልዋጥ ዘኽእሉ ውጥን ንምሕንጻጽ ከኣ ነዚ ኣእምሮኣዊ ስእሊ ወይ ምስሊ ናይ ምፍጣር ክእለትካ ኣስራሕዮ። ውጥን ብኸመይ ክትሕንጽጽ ከም እትኽእል ዘረድእ ሓበሬታ ኣብ ነፍሲ ወከፍ ምዕራፍ ተገሊጹ ኣሎ። ንዝምእማኣካ ሓበሬታ ወሲድካ ንውጥንካ ኣብ ጽሑፍ ብምስፋር ነቲ ዘይጭበጥ ድርኺትካ ንጹር ተጨባጥን ንምግባሩ ቅርጺ ከተትሕዞ ይከኣል። ነዛ ልዕል ኢላ ዝተጠቕሰት ምልእቲ ሓሳብ ህድእ ኢልካ ብዝስማዕ ድምፂ ደጊምካ ኣንብብ። ኣብዚ እዋን እዚ ኣብቲ ንኽቱር ድለትካ ናብ ክውንነት ንምልዋጥ እትኸዶ ጉዕዞ ቀዳመይቲ ስጉሚ ከም ዝሰጎምካ ኣስተውዕል። ናብ ሃብቲ ዝመርሑ ሕግታት እዛ ትነብረላ ዘለኻ ዓለም ንስኻን ኣብ ከባቢኻን ዘሎ ኩሎም ውፅኢት ፍልቀታዊ ለውጢ ኢኹም። እቲ ፍልቀታዊ ለውጢ እዚ ብማይክሮሶፍት ጥራይ ንዝረኣዩ ደቀቕቲ ማስተር ብግቡእ ከም ዝሰርዑ ብምግባር እዩ። ነዞም ኣቐዲሞም ዝተጠቐሱ ክፈጥር ከኣለ። ብተወሳኺ ኣብቲ ፈለማ እዋን ምድርን ነፍሲ ወከፍ ንኣካላ ዘቖመ ዋህዮታት ዘይጨበጡ ዓይነታት ጸዓታት እዮም ነይሮም። እዚ ሓበሬታ እዚ ዕዙዝ ኣገዳስነት እዩ ዘለዎ። ክቱር ድሌት ናይ ሓሳብ ድርኺት እዩ። ድርኺት ድማ ጸዓት እዩ። ገንዘብ ንምኽዕባት ናይ ሓሳብ ድርኺ ትጥቀመሉ እንተኽኢልካ ነቲ ተፈጥሮ ንምድሪ ኩሉ ዓይነት ነገራትን ሓሳባትን ዝፈጠረን ዝምስርሓሉን ሓንጎል ኣካል ወዲ ሰብ ወዘተ ንምፍጣር ዝተጠቀምሉ ኣገባብ ትጥቀም ከም ዘለኻ ኣይትረስዕ። ብሓገዝ እቶም ዘይቅየሩ ሕግታት ሃብቲ ከተኻዕብት ትኽእል ኢኻ። ቅድም ግን ብዛዕባ እቶም ሕግታት እኹል ኣፍልጦ ክህልወካን ብኸመይ ኣብ ጥቕሚ ከተውዕሎም ከም ዘለካን ክትርዳእን የድሊ። ደራሲ ናይዛ መጽሓፍ እምበኣር ነዞም ሕግታት ብክትርድኦም ትኽእል ኣገባብ ደጋጊሙ ብምግላጽ ነቲ ሃብቲ ንምኽዕባት ዘኽእል ምስጢር ክህገደልካ ዓብዪ ተስፋ ኣለዎ። ተፈጥሮ ነዚ ምስጢር እዚ ኣብ ምድሪ ፕላኔት ኣብ ዝተፈላለዩ ህይወታውያን ኣብ ዙርያና ዝርከቡ ነገራት ብጋህዲ ክንጥቀመሎም በዚ ድማ እቲ ምስጢር ምስጢር ክበሃል ኣይክእልን እዩ። እዞም ቀጺልና ንምልከቶም ሕግታት ነቲ ኣእምራዊ ስእሊ ወይ ምስሊ ናይ ምፍጣር ክእለትና ብዕምቆት ንኽንርድኦ ዘኽእለና ባይታ ዘጣጥሑ እዮም። ነዚ ፍልስፍና ንፈለማ እዋን ኣብ እተንብበሉ እዋን ገለ ክፋሉ ክበርሃልካ እዩ። ደጊምካ ኣብ ተንብብሉ እዋን ድማ እቲ ዝተረፈ ክፋሉ ክበርሃልካ እዩ። ዝበለጸ ውጽኢት ንኽትረክብ ነዛ መጽሓፍ እዚኣ ከየቋረጽካ ሰለስተ ግዜ ከተንብባ ወይ ክትሰምዓ ከድልየካ እዩ። ነዞም ኣብዛ መጽሓፍ ዘለዉ ሕግታት ንምጽናዕ ኣይትወላወል። ነዛ መጽሓፍ ሰለስተ ግዜ ኣንቢብካ ወይ ሰሚዕካ ምስ ወዳእካ

ንስለ ኣእምሮ ብኸመይ ትጥቀመሉ ትኽእል? ዝኾነ ይኹን ሃብቲ ብሓሳብ እዩ ዝጅምር። ሓሳብ ድማ ውፅኢት ኣእምሮዊ ስእሊ ወይ ምስሊ ናይ ምፍጣር ክእለት እዩ። ካብዚ ቀፂልና እምበኣር ኣእምራዊ ስእሊ ወይ ናይ ምስሊ ምፍጣር ክእለትካ ተጠቂምካ ገዚፍ ሃብቲ ከተኻዕብት ከም ዝከኣል ዘረድኡ ሒደት ዛንታታት ክንምልከት ኢና። እታ መሳጢት በራድ ቅድሚ ሓምሳ ዓመት ኣቢሉ ሓደ ዕድመ ዝደፍአ ሓኪም ካብ ገጠር ናብ ከተማ መጸ። ንፈረሱ ኣብ ሓደ መጸበዪ ኣፍራስ ኣሲሩ ድማ ናብ ሓደ ቤት መሸጣ መድሃኒት ብሕጓ ኣተወ። ብኡ ንብኡ ደግመ። ብኡ ንብኡ ምስ ሓደ መንእሰይ ጸሓፊ ናይቲ ቤት መሸጣ መድሃኒት ዋጋ ዕዳጋ ክገብር ጀመረ። እቲ ሓኪምን እቲ ጸሓፍን ንሓደ ሰዓት ዝኣክል ብትሑት ድምጺ ኣሕሸኽሸኹ። ብድሕርዚ እቲ ሓኪም ንግዳም ወጸ። ካብ ፈረሱ ሓንቲ ኣረጊት በራድ ነዊሕ ናይ ዕንጸይቲ መኾስ እዚ ነቲ ኣብታ በራድ ዝኣትዉ ቀመማት ንምኽዋዝ ዘገልግል እዩ ኣውሪዱ። ኣብ ዳሕረዋይ ክፋል እቲ ቤት መሸጣ መድሃኒት ዝርከብ መኽዘን ኣንበሮ። እቲ ጸሓፊ ነቲ በራድ ገላቢጡ ረኣዮ እሞ ኢዱ ናብ ጅቡኡ ሰዲዱ ጥቕላል ገንዘብ ብምውጻእ ነቲ ሓኪም ሃቦ። እቲ ገንዘብ ሓሙሽተ ሚእቲ ዶላር ነበረ። እዘን ገንዘብ እቲ ጸሓፊ ዘዋህለለንን ዝርካበን ገንዘቡን እየን። ሳንቲም ከየትረፈ ድማ ነቲ ሓኪም ሃቦ። እቲ ሓኪም ነቲ መንእሰይ ጸሓፊ ሓደ ምስጢራዊ ቀመር ወይ ፎርሙላዩ ዝተጻሕፈ ንእሽተይ ወረቐት ሃቦ። ዋጋቲ ቀመር ወይ ፎርሙላ ኣዝዩ ክቡር ነበረ። ነቲ ሓኪም ግን ክስወጦ ኣይከኣለን። ካብታ በራድ ሃብቲ ክፍልፍል ከም ዝኽእል ነቲ ሓኪም ኮነ ነቲ ጸሓፊ ኣይተረኣዮምን። እቲ ሓኪም ንብዘለዎ ምስጢር ብሓሙሽተ ሚእቲ ዶላር ክሸይጥ ምኽኣሉ ሕጉስ ነበረ። እቲ መንእሰይ ብወገኑ ንሓንቲ ኣረጊት በራድ ንምውናን ዝርካበን ገንዘቡ ከወፊ ብምውሳኑ ዓብዪ ዕድል ከም ዘጓነፎ ኣየስተውዓለን። ንዕኡ ኣይመሰሎን እምበር ገንዘቡስ ኣብ ሓንቲ ወርቂ እትፍልፍል በራድ እዩ ኣውፊርዎ። እቲ መንእሰይ ጸሓፊ ሓሳቡ እዩ ዓዲጉ። እታ ኣረጊት በራድ እቲ መኾስን እቲ ኣብ ወረቐት ዝተጻሕፈ ቀመርን ኩሉ መዳምቕትን ተወሳኽን እዩ ነይሩ። እቲ መንእሰይ ነቲ ምስጢራዊ ቀመር ገለ ምስ ሓወሰሉ እታ ዘደንቕ ብቕዓት ናይታ በራድ ክገሃድ ጀመረ። እቲ ጸሓፊ ምስቲ ምስጢራዊ ቀመር እንታይ ሓወሰ? እቲ ገለ ተባሂሉ ዘሎኸ እንታይ ኮን ይኸውን? እዛ ዛንታ ብሓሳብ ዝጀመረ ክውን ፍጻመ እዩ። ካብዚ ቀጺልና ከኣ እታ በራድ ዘፍረየቶ ማእለያ ዘይብሉ ወርቂ ንመልከት። ኣካፋፈልቲ ፍርያት እዛ በራድ ብዙሕ ሃብቲ ግሒጦምን ገና ይግሕጡ ኣለዉ። ኣብዚ እዋን እዚ እዛ በራድ ናይ ዓለምና ዓብየት ኣህላኺት ሽኮር እያ። በዚ መሰረት ነቶም ቃንጫ ሽኮር ዘፍርዩ፣ ዝምስርሑን ዝሽቅጡን ቀዋሚ ናይ ስራሕ ዕድላት ከፊታትሎም ኣላ። እዛ በራድ እዚኣ ዓመታዊ ሚልዮናት ጠራሙዝ ተህልኽ። በዚ ድማ ንሰራሕተኛታት ፋብሪካ ጠራሙዝ ዕድል ሸቕለትን ፈጢራትሎም ኣላ። እዛ በራድ እዚኣ ንጸሓፍቲ፣ ክኢላታት ማሕተሚ ንምውዕዋዕን ነቶም ንፍርያት ዝገልጹ ኣሳእልን ቅብኣታትን ከፍርዩ ዝኽእሉ ስነ ጥበባውያን ምንጪ ዘይነዓቕ ኣታዊ ኮይናቶም ትርከብ። እዛ በራድ እዚኣ ንንእሽተይ ከተማ ናብ ማእከል ንግዲ ዝቐየረት እያ። በዚ ድማ

ናይዛ በራር ሓሳብ ንኹለን ሃገራት ዘርብሕ እዩ። ዝኾነ ነዚ ሓሳብ እዚ ኣብ ግብሪ ክትርጉሞ ዝኸኣለ ሰብ ዘየቋርፅ ዋሕዚ ወርቂ ናብ ማሕፉድኡ ይውሕዝ ኣሎ። እቲ ካብዛ በራድ ዝፈልፈለ ወርቂ ኮለጅ ደኲኑን ገና እውን የካይድ ኣሎ። ኣብዛ ኮለጅ እዚኣ ድማ ብኣሽሓት መንእሰያት ዝቑጸሩ መንእሰያት ንዓወት ዘድልይ ስልጠና ኣብ ምክትታል ይርከቡ ኣለዉ። ፍርያት ናይዛ በራድ ኣፍ ኣውጺኡ እንተትዛረብ ናይቶም መዓልታዊ ጽምኦም ዘርውየሎም ሰባት ስምዒት ዝቕስቅስን ዛንታን ጾታዊ ፍቕሪ፣ ንግድን ሞያን ምነበረ። ደራሲ እኳ ናቱ ዛንታ ምነገረ። ብዛዕባ ሓቅነት እዚ ዛንታ ዘጠራጥር የልቦን። እቲ ስፍራ ኣብ ጥቓ እታ እቲ ጸሓፊ ነታ ኣረጊት በራድ ዝዓደገላ ቤት መሸጣ መድሃኒት እዩ። በዓልቲ ቤቱ ብዛዕባ እታ ማራኺት በራድ ዝነገረቶ ድማ ኣብዚ ስፍራ እዚ ንፍርያት እዛ በራድ እናስተዩ ከለው'ዩ ንመርዓቱ ሓቲትዋ። መን ኢኻ ኣበይ ትነብር እንታይ ትሰርሕ ብዘየገድስ ካብ ሕጂ ንደሓር ነተን ኮካ ኮላ ዝብላ ቃላት ኣብ ትርእየሉ እዋን እዚ ገዚፍ ንግስነትን ሃብትን ጽልዋን ካብ ሓንቲ ሓሳብ ከም ዝነቐለ ኣስተውዕል። እቲ መንእሰይ ጸሓፊ ዓሳ ካድለር እዩ ዝበሃል። ምስቲ ምስጢራዊ ቀመር ዝሓወሶ ገለ ድማ ካልእ ዘይኮነ ኣእምራዊ ስእሊ ወይ ምስሊ ናይ ምፍጣር ክእለቱ እዩ። ኣብዚ ሓሳብ ምንባብ ኣቋርጽ እሞ ሕሰብ። ኣስተውዕል፣ ኩሎም እቶም ኣብዛ መጽሓፍ እዚኣ ተገሊጾም ዘለዉ ናብ ሃብቲ ዘብጽሑ ስጉምትታት፣ እቶም ንጽልዋ ኮካኮላ ናብ ነፍሲ ወከፍ ከተማ ዓድን ገጠርን ንኽበጽ ዘኽኣሉ እዮም። ንስኻ እውን ናይ ኮካኮላ ዝዳረግ ሓሳብ ክትፈጥር እንተኽኢልካ ነቲ ኮካኮላ ዝበጽሖ ደረጃ ክትበጽሕ ኣይክጽግመካን እዩ።

ዝብል ብሂል ቀዳሞት ቅኑዕ እዩ። እዛ እትስዕብ ዛንታ ብቕኑዕነት ናይቲ ብሂል ተርድእ እያ። እቲ ፍቱው መምህርን ሰባኽን ዝነበረ ነፍሲሄር ፍራንክ ዳብሊን ጎሳሌስ እዩ ኣዘንትዩለይ። ዶክተር ጎንሳለስ ኣብ ኮለጅ ትምህርቱ እናተኸታተለ ከሎ ንጉድለታት ናይቲ ናይ ሽዑ እዋን ስርዓተ ትምህርቲ ብዕቱብ ይከታተሎ ነበረ። ዲን ናይዚ ኮለጅ እንተዝነብር ነዚ ስርዓት ትምህርቲ መኣረምክዎ ነይረ ዝብል እምነት እውን ነበሮ። ብልሙድ ኣገባብ ኣመሃህራ ዘይለመሰ፣ ሓሳባቱ ከተግብረሉ ዝኽእል ኮለጅ ክምስርት ድማ መደበ። ነዚ ፕሮጀክት ንምዕዋት ሓደ ሚልዮን ዶላር ከድልዮ እዩ። ነዚ ገንዘብ ግን ካበይ ከም ዝረኽቦ፣ እዚ ሓሳብ እዚ ንኣእምሮ ናይቲ ህንጡይነት ሰባኺ ንነዊሕ እዋን ተቖጻጸሮ። ኣብቲ ፈለማ መንእሰይ ጉንሳለስ ነቲ ዝተለሞ ፕሮጀክት ክሰጉሞ ዝኽእል ይመስል ኣይነበረን። ንሱ ግን ንሓሳቡ ካብኡ ፈልዩ ኣይፈልጥን ነበረ። ምሸት ንሓሳቡ ሒዝዎ ኣብ ዓራቱ ይግምሰስ፣ ክትስእ ከሎ ድማ ሒዝዎ ይትንስእ። እቲ ሓሳብ ኩሉ ግዜ ናብ ዝኸዶ ዘበለን ምስኡ ነበረ። ብተደጋጋሚ ኣብ ኣእምርኡ ስለ ዝሰላስሎ ኸኣ ንኹለንትንኡ ዝበሓተ ሓሳብ ኮነ። ዶክተር ጉንሳለስ ሰባኺ ጥራይ ዘይኮነ ፍላስፋ እውን እዩ ነይሩ። በዚ ድማ ከም ኩሎም ዕዉታት እቲ ናብ ዓወት ዘብጽሕ ቀዳማይ ስጉሚ ንጹር ዕላማ ምሓዝ እዩ ዝብል ግንዛበ ኣሕደረ። ንጹር ዕላማ ብኽቱር ድሌት ምስ ዝድገፍ ህይወትን ሓይልን ለቢሱ ናብ ተጨባጢ ነገር ክልወጥ ከም ዝኽእል ኣስተውዒሉ እዩ። ነዞም ዓበይቲ ሓቅታት እኳ እንተፈለጦም ነቲ ሓደ ሚልዮን ዶላር ግን ኣበይን ብኸመይን ከም ዝረኽቦ ኣይፈለጠን። ካልእ ሰብ እንተዝኸውን እህም ሓሳበይ ጽቡቕ ነይሩ፣ ሓደ ሚልዮን ዶላር ግን ኣበይ ክረኽቦ እኽእል? ብዘይ ገንዘብ ድማ ወላ ሓንቲ ክገብር ኣይክእልን እየ ብምባል ሕልሙ መቋረጸ። እዚ እቲ መብዛሕትኡ ሰብ ዝብሎን ዝገብሮን እዩ። ዶክተር ጉንሳለስ ግን ከምኡ ኣይበለን ኣይገበረን እውን። እንታይ ከም ዝበለን ከም ዝገበረን ምፍላጡ ኣዝዩ ኣገዳሲ ስለ ዝኾነ ዶክተር ጉንሳለስ ባዕሉ ነዚ ዛንታ ክቕጽሎ ፈቒደ ኣለኹ። ሓደ ቀዳም ንግሆ ኣብ ክፍለይ ኮፍ ኢለ ሓደ ሚልዮን ዶላር ብኸመይ ክረክብ ከም ዝኽእል እሓስብ ነበርኩ ብዛዕባ እዚ ንክልተ ዓመት መመላእታ ሓሲበ እየ ሓንቲ ክሰልጠኒ ግን ኣይከኣልኩን በታ ንግሆ እቲኣ ግን ናብ ግብሪ ዝሰጋገረሉ እዋን በፅሐ ነቲ ዘድልየኒ ሓደ ሚልዮን ዶላር ኣብ ውሽጢ ሰሙን ክረኽቦ እየ ብምባል ኣረጋጊፀ ሓሰብኩ ብኸመይ ግን ብዛዕባ እዚ ኮቶ ኣይተገደስኩን። ነቲ ዘድልየኒ መጠን ገንዘብ ኣብ ውሱን ግዜ ማለት ሓደ ሰሙን ክረኽቦ እየ ኢለ ምውሳኔ ኣገዳሲ ነበረ። ኣብ ውሳኔ ምስ በጻሕኩ ቅድሚ ሽዑ ተሰሚዑኒ ዘይፈልጥ ናይ ርጉጽነት ስምዒት ሓደረኒ። ውሽጠይ ድማ ስለምንታይ ነዚ ውሳነ እዚ ኣቐዲምካ ዘይወሰድካዮ? እዚ ገንዘብ ኩሉ ሳዕ ንዓኻ እዩ ዝጽበ ነይሩ ዝብል ዝነበረ ኮይኑ ተሰማዓኒ። ኣይደንጎዩን፣ ሓደስቲ ምዕባለታት ክኽሰቱ ጀመሩ። ንጽባሒቱ ንግሆ ሓደ ሚልዮን ዶላር እንተዝህልወኒ እንታይ ምገበርኩ ዘርእስቱ ስብከት ክሰብኽ ምዃነይ ዝሕብር ሓበሬታ ኣብ ጋዜጣ ክሕተም ኣዘዝኩ። ብኡ ንብኡ ኣብ ምድላው ንጽብሒቱ ዘቕርቦ ስብከት ተጸመድኩ። ብቕንዕና ክዛረብ እንተኾይነ እቲ ምድላው ከቢድ ኣይነበረን። እቲ ምንታይ ወላካ ኣብ ጽሑፈይ ኣየስፍሮ፣ ኣእምሮይ ግን ንክልተ ዓመት መመላእታ ኣብ ምድላውቲ ስብከትዩ ተጸሚዱ ነይሩ። ፍርቂ ለይቲ ቅድሚ ምእካሉ ነቲ ስብከት ጽሒፈ ወዳእኩ። ነቲ ሓደ ሚልዮን ዶላር ዝወንንክዎ ኮይኑ እናተሰማዓኒ ድማ ብምሉእ ርእሰ ተኣማንነት ኣብ ዓራተይ ተገምሰስኩ። ንጽባሒቱ ኣንጊሄ ተንሳእኩ፣ ኣካላተይ ተሓጺበ ነቲ ዝጸሓፍክዎ ስብከት ኣንበብክዎ። ንስብከተይ ኣብ ልቢ ሓደ ነቲ ገንዘብ ክምውለኒ ዝኽእል ሰብ ከሕድሮ ድማ ናብ ፈጣሪ ተንበርኪኸ ጸለኹ። እናጸለኹ ከለኹ እቲ ገንዘብ ናባይ ገጹ ይመጽእ ምህላዉ ዘርድእ ናይ ርጉጽነት ስምዒት ተሰማዓኒ። ስምዕተይ ኣዝዩ ስለ ዝተቐስቀሰ ነቲ ዝጸሓፍክዎ ስብከት ኣብ ገዛ ረስዕዮ መጻእኩ። ንገዛ ተመሊሰ ነቲ ጽሑፍ ከምጽኦ ዘኽእል ግዜ ኣይነበረንን፣ ግን እንኳዕ ኣይተመለስኩ ኣብ ክንድቲ ኣብ ጽሑፍ ዘስፈርኩ ጽሑፍ ተውኖ ኣእምሮይ ኩሉቲ ነቲ ስብከት ዘድሊ ሓበሬታ ሃበኒ ኣብ ስቴጅ ምስ ደየብኩ ኣዒንተይ ዐሚተ ብምሉእ ልበይን ብኹሉንትናይን ብዛዕባ ሕልምታተይ መደርኩ ነቶም ኣብቲ ኣዳራሽ ዝነበሩ ሰባት ጥራይ ዘይኮነ ንፈጣሪ እውን ከይተረፈ ብዛዕባ ሕልምታተይ ነገርኩዎ ሓደ ሚልዮን ዶላር እንተ ዝህልወኒ እንታይ ክገብር ከም ዝኽእል፣ ነቲ ኣብ ኣእምሮይ ዝቐረጽኩዎ፣ መንእሰያት ብግብሪ ዝመሃሩሉ ኣእምሮኦም ዘስፍሑሉ ዓቢ ትምህርቲ ትካል ናይ ምህናጽ ውጥነይ ሓንቲ ከየትረፍኩ ገለጽኩ። ስብከተይ ወዲኤ ኮፍ ምስ በልኩ ሓደ ሰብኣይ ካብ መንበሩ ተሲኡ ናባይ ኣምርሐ። እዚ ሰብኣይ እንታዩ ክገብር ብምባል ሓሰብኩ። ናባይ ቀሪቡ ኣእዳዉ ንሰላምታ ብምዝርጋሕ ንስብከትካ ብዘይ መጠን ፈቴዮ። ሓደ ሚልዮን ዶላር እንተዝህልወኒ ንኹሉቲ ክገብሮ እኽእል እየ ዝበልካዮ ከም እትገብሮ እኣምን እየ። ኣባኻን ኣብቲ ሎሚ ዝሰበኽካዮን ከም ዝኣምንን ከረጋግጸልካ ምእንቲ፣ ጽባሕ ንግሆ ናብ ቤት ጽሕፈተይ ምጻእ። ነቲ ዘድልየካ ሓደ ሚልዮን ዶላር ክህበካ እየ። ስመይ ፊሊፕ ዳኣርሞር እበሃል። በለኒ። ንጽባሒቱ ንግሆ መንእሰይ ጉንሳለስ ናብ ቤት ጽሕፈት ሚኒስተር ኣርሞ ከደ። ሓደ ሚልዮን ዶላር ድማ ኣብ ቅድሚኡ ተነብረ። በዚ ገንዘብ እዚ ድማ ኢንስቲትዩት ቴክኖሎጂ ኣርሞር ዝበሃል ትምህርቲ ትካል መስረተ። እቲ ሓደ ሚልዮን ዶላር እቲ ሓደ ሚልዮን ዶላር ከም ውጽኢት ሓሳቡ እዩ ተረኺቡ። ምንእሰይ ጉንሳለስ ከኣ እቲ ሓሳብ ዝድግፍ ንኽልተ ዓመት መመላእታ ኣብ ኣእምሮኡ ዝኸስኮሶ ክቱር ድሌት ነይርዎ እዩ። ኣስተውዕል፣ ጉንሳለስ ነቲ ገንዘብ ኣብ ንጹር ውሳነ ድሕሪ ምብጽሑን ንጹር ውጥን ድሕሪ ምሕንጻጹን ኣብ ውሽጢ ሰላሳን ሽዱሽተን ሰዓታት እዩ ረኺብዎ። ንሱ ቅድሚታ ቀዳም ንግሆ ብዛዕባ እቲ ሓደ ሚልዮን ዶላር ደብዛዝ ስእልን ምህላውን ተስፋዩ ነይርዎ። እዚ ሓድሽ ወይ ፍሉይ ተርእዮ ኣይኮነን፣ ኣብ ኩሎም እቶም ቅድሚኡ ዝነበሩን መሳትኡን ዘጋጥም እዩ። እቲ ንጎንሳለስ ፍሉይ ዝገብሮ ግን እቲ ኣብታ ተዘካሪት ቀዳም ዝወሰዶ ውሳነ እዩ። በታ ዕለት እቲኣ ጎንሳለስ ነቲ ደምዛዝ ስእሊ ሓዲጉ ብንጹርነት ነቲ ገንዘብ ኣብ ውሽጢ ሰሙን ክረኽቦ እየ በለ። እቲ ዶክተር ጉንሳለስ ነቲ ሓደ ሚልዮን ዶላር ክረክብ ዝተጠቀመሉ ሕጊ ሕጂ እውን ምሳኻ እዩ ዘሎ ክትጥቀመሉ እንተደሊኻ ክትጥቀመሉ ትኽእል ኢኻ እቲ ሕጊ ኣድማሳዊ እዩ ከምቲ ኣብ መዓልታት ጎንሳለስ ዝሰርሐ ለምውን ይሰርሕ እዩ

ንሓሳባት ብኸመይ ናብ ገንዘብ ክትልውጦ ትኽእል? መስራቲ ኮካኮላ ኣስካድለር ዶክተር ጉንሳለስን ዘመሳሰሎም ሓደ ነገር ኣሎ። ክልቲኦም ነቲ ሓሳብ ብሓይሊ ንጹር ዕላማን ንጹር ውጥንን ናይ ገንዘብ ይልወጥ እዩ ዝብል ዘደንቕ ሓቂ ብዝግባእ ዝፈልጥዎን ዝተግበርዎን ምዃኖም እዩ። ሃብቲ ኣበርቲዕኻ ምስራሕ ጥራይ እዩ ዝጥረ ዝብል ብዙሓት ኣለዉ። ንስኻ ሓደ ካብኣቶም እንተ ዄንካ፣ ነዚ ከምዚ ዝበለ ኣጋጋዪ ሓሳብ ካብ ኣእምሮኻ ሕዀኮ። ኣበርቲዕካ ምስራሕ ጥራይ ናብ ዓብዪ ሃብቲ ኬብጽሕ ተራእዩ ኣይፈልጥን እዩ። ሃብቲ ንንጹር ጠለብካ ኪምልስ እዩ ዚመጽእ፣ እቲ ጠለብ ከኣ ንጹራት ሕግታት ተኸቲልካ እዩ ዚቐርብ እምበር፣ ብዕድል ዝኸውን ሓንቲ እኳ የልቦን። ሓሳብ ብመንገዲ ኣእምሮ ስእሊ ወይ ምስሊ ናይ ምፍጣር ክእለት ናብ ግብሪ ክቕየር ዝኽእል ድርኺት እዩ። ሓደ ሕሱር ዝዋግኦም መጻሕፍቲ ዘሕትም ኣሕታሚ ንብዙሓት ኣሕተምቲ ከርብሕ ዝኽእል ርኽበት ረኸበ። እዚ ሰብ እዚ ሰባት መጻሕፍቲ ብኣርእስቱ ደኣ እምበር ብትሕዝትኡ ተደሪኾም ከም ዘይዕድጉ ኣስተውዓለ እሞ ንሓንቲ ኣብ ዕዳጋ ምኻድ ዝኣበየቶ መጽሓፍ ገበራን ኣርእስታን ጥራይ ለዊጡ ብምሕታም ልዕሊ ሓደ ሚልዮን ቅዳሕ ከሽጣ ክኢሉ። ትሕዝቶታ መጽሓፍ ከኣቶ ኣይተለወጠን። እዚ ምናልባት ቀሊል ክመስል ይኽእል ይኸውን፣ ግን ሓሳብ እዩ። ከምኡውን ኣእምራዊ ስእሊ ወይ ምስሊ ናይ ምፍጣር ክእለት እዩ። ንሓደ ሓሳብ ክንድዚ ዋጋ ክትብሎ ኣይከኣልን እዩ። ናይ ሓደ ሓሳብ ዋጋ እቲ ዘመንጨዎ ሰብ እዩ ዝትምኖ። እቲ ሰብ ብልሂ እንተኾይኑ ጻምኡ ኣይስእንን እዩ። ካርነጊ ንገዛእ ርእሱ በቶም ንሱ ክገብሮም ዘይከኣለ ክገብሩ፣ ሓሳባት ክምንጭዉን ንሓሳብ ናብ ግብሪ ክትርጉሙን ዝኽእሉ ሰባት ከም ትኽበብ ብምግባር ንዕኡን ንኻልኦትን ሃብቲ ከኻዕብት ከኣለ። ጽቡቕ ዕድል ከጋጥሞ እናተመነዩ ኣብ ናይ ተስፋ ዓለም ዝነብሩ ሚልዮናት ኣለዉ። ዕድል ከጓንፈካ ጽቡቕ እኳ እንተኾነ እቲ ዝበለጸ ውሑስን ኣገባብ ግን ኣብ ዕድል ዘይምምርኳስ እዩ። ኣነ ጽቡቕ ዕድል ኣጋጢሙኒ እዩ። እቲ ዘጋጠመኒ ጽቡቕ ዕድል ኣብ ህይወተይ እቲ ዝበለጸ እዩ። እቲ ዕድል ኣብ ረብሓይ ንኸውዕሎ ግን ናይ 25 ዓመታት ጻዕሪ ኣፍሲሰሉ እየ። እቲ ዕድል ካብታ ምስ ኣንድሩ ካርነጊ ዝተራኸብኩላ ዕለት እዩ ዝጅምር። በቲ ዕለት እቲኣ ካርነጊ ንሕግታት ዓወት ጠርኒፈ ሓደ ናይ ዓወት ፍልስፍና ከዳሉ ኣሎኒ። ዝብል ሓሳብ ኣእምሮይ ዘርእ። ነዚ ክውን ንምግባር ብዛዕባ ሕግታት ዓወት ንዕስራን ሓሙሽተን ዓመት መርሚረን ኣጽኒዐን እየ። በዚ ዘካየድክዎ ምርመራን መጽናዕትን ኣሽሓት ተረባሕቲ ክኾኑ ክኢሎም እዮም። ነቲ ናይ ዓወት ፍልስፍና ናብ ግብሪ ብምትርጓም ሃብቲ ንዘኻዕብቱ እውን ሒደት ኣይኮኑን። መጀመርታ ናይዚ ሃብቲ ንምኽዕባት መስርሕ ቀሊል እዩ ዝኸውን ሰብ ክሓስቦ ዝኽእል ሓሳብ። እቲ ዕደል ካርነጊ ዝፈጠሮ ዕድል እዩ ነይሩ። እቲ ነቲ ሓሳብ ናብ ግብሪ ንምትርጋሙ ዘድሊ ቆራጽነት፣ ንጹር ዕላማ፣ ክቱር ድሌትን ዘየቋርጽ ጻዕርን ግን እቲ ድሌት ተራ ድሌት ኣይነበረን። ብሰላ እቲ ኣብ ውሽጠይ ሃልሃል ዝብል ክቱር ድሌት ነቲ ብቐጻሊ ዝወሃበኒ ዝነበረ ተስፋ ዘቑርጽ ርእይቶታት፣ ዘጓነፈኒ ዝነበረ ግዜያዊ ፍሽለት፣ ዝወርደኒ ዝነበረ ነቐፈታን ግዘኻ ኣይተጥፍእ ዝብል ማዕዳን ክጻወር ከኣልኩ። እቲ ሓሳብ ኣብ ኣእምሮይ ምስ ተዘርአ ህያው ኮይኑ ንክቕጽል ተኾስኪሱ እዩ። ብደፋእታ ዓኺኹ ናብ ደርማስ ሓይሊ ተለወጠ እሞ ተመሊሱ ንዓይ ከከናኸነኒ ክድርኸንን ጀመረ። እዚ ሓሳብ ባህሪ እዩ። ፈለማ ንስኻ ንሓሳባትካ ህይወት፣ መርሓን ትግባረን ትህቦም፣ ድሕሪኡ ናይ ገዛእ ርእሶም ሓይሊ ብምፍጣር ንኹሉ ዘጋጥመካ ተቓውሞ ጸራሪጎም እዮም የጥፍእዎ። ሓሳባት ካብቲ ዝፍጠር ኣእምሮ ዝብርትዕ ሓይሊ ዝውንኑ ዘይጭበጡ ሓይልታት እዮም። እቲ ዝፈጠርዎ ሓንጎል ናብ ሜረት እንተ ተመልሰ እውን ብህይወት ናይ ምቕጻል ብርትዐ ኣለዎ።